እምበኣርከስ ኣብ ዝሓለፈ ትምህርትና ትርጉም ናይ ሱረት ኣልቀድር ጀሚርና ሎሚ እንሻኣላህ ክንቅጽላ ኢና። ረቢ ኢኽላስ ይሃበና ሓቂ የዛርበና ፋህሚ ናይ ቁርኣን ይኽፈተልና። ኣላሁ ሱብሓነሁ ወተዓላ ነዛ ኡመት ሙሓመድ እዚኣ ውሑድ ስራሕ ሰሪሓ ዕጽፍታት ኣጅሪ ትወስደሉ ባይታ ፈጢሩላ እዩ። ካብኡ ሓደ ኸኣ ለይለትል ቀድር ማለት እዩ ወሊላሂል ሓምድ ወልሚና ኣላሁ ስብሓነሁ ወተዓላ ይብል ለይለቱል ቀድሪ ኸይሩም ሚን ኣልፊ ሸህር እዚ ማለት ኣብዛ ለይቲ እትገብሮ ሰናይ ግብሪ ካብ ናይ ሽሕ ኣዋርሕ ይበልፅ ከምኡውን ረሱል ሰለሏሁ ዓለይሂ ወሰለም

እዚ ማለት ትርጉሙ፣ መላኢካታትን ጅብሪልን ብፍቓድ ኣላህ በብዓይነቱ ትእዛዛት ሒዞም ካብ ሰማይ ናብ መሬት ዝወርዱላ ለይቲ እያ። መላኢካታት ካብ ብርሃን ዝተፈጥሩ ንኣላህ ሱብሓነሁ ወተዓላ ፈጺሞም ዘይብድሉ ምእዙዛት ኣብ ሰማይ ዝነብሩ ፍጡራት እዮም። መላኢካታት ምውራዶም ከኣ ምልክት ናይ ኼር፣ ናይ ሽሻይ፣ ናይ ኩሉ ዓይነት ጸጋታት እዩ። ኣብታ ለይቲ ማለት ኣብ ለይለቱል ቀድር ሰላት ክስገድን ዱዓ ክግበርን ከሎ ነቲ ቁርኣን ይሰምዑ ነቲ ዱዓ ከኣ ኣሜን ይብሉ ረቢ ይቀበሎ ይብሉ ኣብ ዚክር ዘለዎ ቦታ ከኣ ይኸቡ ሽዑ ለይለትል ቀድር መሬት ብብዝሒ መላኢካታት ቅጽጽ ምስ በለት ማሻኣላህ ትኸውን። ሩሕ ማለት መላኢካ ወይ ጅብሪል ማለት እዩ። ጅብሪል ንበይኑ ዝተዘከረሉ ምኽንያት ከኣ ዝዓበየ መዝነትን ብልጸትን ዕብየትን ዘለዎ መላኢካ ስለዝኾነ እዩ። ቀጺሉ ኣላሁ ስብሓነሁ ወተዓላ ይብል ሰላሙን ህየ ሓታ መጥለዒል ፈጅር እዚ ማለት ትርጉሙ፣ እዛ ለይቲ እዚኣ ክሳዕ ዝወግሕ ሰላምን ሰናይን ጥራይ ዝሓዘለት እያ። ሰላም እያ ክበሃል ከሎ ኩሉ ዕግርግር፣ ህውከት፣ ክፋእ፣ ሸር ዘይብላ ካብ ዘንብኻ ትመሓረላ ፈኳስ፣ ጥዕምቲ፣ ቅሳነት ዘለዋ ለይቲ ማለት እዩ። እዚ ኩነታት እዚ ክሳዕ ወጋሕታ ፈጅሪ ቀጻሊ እዩ። ግርም ዑለማ ብዛዕባ ለይለትል ቀድር ዝዘከርዎ ሓደ ሓደ ነጥብታት ክዝክር እየ። ለይለትል ቀድር ቁርኣነል ከሪም ብምሉኡ ካብ ሎሐል ማሕፉዝ ናብቲ ዝቐረበ ሰማይ ወሪዱ ብመላኢካ ጅብሪል ኣቢሉ ናብ ረሱል ሰለላሁ ዓለይሂ ወሰለም በብግዜኡ ይወርድ ነይሩ። ክልተ ካብታ ኣንዘልናሁ ወይ ኣውሪድናዮ ትብል ቃል ክልተ ነገር ንርዳእ ንሱ ከኣ መጀመርያ ቁርኣን ናይ ረሱል ሰለሏሁ ዓለይሂ ወሰለም ዘይኮነስ ናብ ረሱል ዝወረደ ቃል ኣላሁ ሱብሓነሁ ወተዓላ እዩ ካልኣይ እቲ ቁርኣን ካብ ረቢ ስለ ዝወረደ ረቢ ከኣ ኣብ ላዕሊ ከም ዘሎ ንርዳእ ሰለስተ ለይለትል ቀድር ፍሉይ ዕብየት ዝገብረላ እቲ ቁርኣን ኣብታ ለይቲ ምውራዱ እዩ። ኣርባዕተ፣ እዛ ኡማ ዕድሜኣ ሓጺር ክንሱ ብዙሕ ዘይተኣደነ ኣጅሪ ትሓፍሰሉ ዝተፈላለዩ ዓውድታት ጌሩላ እዩ። ካብኡ ሓደ ለይለትል ቀድር ማለት እዩ። ሓሙሽተ፣ ኣብ ሓንቲ ለይቲ ካብ ናይ ሰማንያን ሰለስተን ዓመታት ንላዕሊ ኣጅሪ ክትወስድ ተደሊኻ ኣብ ለይለትል ቀድር ኣቓልቦ ግበር። ሽዱሽተ፣ እቲ ዝበለጸ ዱዓ ኣብ ለይለቱል ቀድር፣ ኣላሁመ ኢነከ ዓፉዉን ቱሒቡል ዓፍዋ ፋዕፉ ዓና ክትብል እዩ። ሸውዓተ፣ መላኢካታት ብብዝሒ ካብ ሰማይ ዝወርዱላ ለይቲ ኣብ ለይለቱል ቀድር እዩ። ሸሞንተ፣ ጅብሪል ፍሉይን ዝዓበየን ቦታ ዘለዎ መላኢካ ምዃኑ፣ ካብዛ ሱራ እዚኣ ንርዳእ፣ ትሽዓተ፣ ብትእዛዛት ረቢ እንተዘይኮይኑ ብዘይ ትእዛዝ ረቢ ዝኸውን ወይ ዝርከብ ነገር ፈጺሙ የለን። ዓሰርተ፣ ለይለቱል ቀድር ኣብተን ዓሰርተ ዳሕረዎት መዓልታት ናይ ሮሞዳን ብፍላይ ከኣ ኣብ ዕስራን ሓደን ዕስራን ሰለስተን ዕስራን ሓሙሽተን ዕስራን ሸውዓተን ዕስራን ትሽዓተን እያ ትውዕል። ዓሰርተ ሓደ፣ ለይለቱል ቀድር ቀዋሚት ዘይኮነት ዓመታዊ እናተቐያየረት ትመጽእ ለይቲ እያ። ዓሰርተ ክልተ ለይለትል ቀድር ናይ ዓመት ውጥን ዝወጸላ መን ይመውት ይውለድ ይህብትም ይደኪ ይወርድ ይድይብ ወዘተ ዝውሰነላ ለይቲ እያ ዓሰርተ ሰለስተ ለይለትል ቀድር ሰላም ቅሳነት ኼር ዝመልኣ ጥዑም ኩነታት ኣየር ዝንፍሰላ ለይቲ እያ ዓሰርተ ኣርባዕተ እተን ዝበለጻ ለይትታት ዓሰርተ ዳሕረዎት መዓልታት ሮሞዳን ኮይና ካብኣተን እታ ዝበለጸት ለይቲ ከኣ ለይለትል ቀድርያ ዓሰርተ ሓሙሽተ ህኩይ እታ ሓንቲ መዓልቲ ዘይፈለጣ የቑረምርም እቲ ህርኩት ለባም ንሓንቲ ረዛን ብርኽቲ ለይቲ ክብል ዓሰርተ መዓልትታት ዘይጽዕረሉ ምኽንያት የብለይን ኢሉ ሙሉእ ቅንያት ክሰግድ ክስደቕ ዚክር ክገብር ክቐርእ ይቕኒ። ዓሰርተ ሽዱሽተ፣ ሓበሬታ ናይ ለትልቀድር ርኣያ ኣይትርኣያ ብዘየገድስ ኣብ ጻዕሪ እንተድኣ ሓዲርካ እቲ ብልጫ ናይ ለይለትልቀድር ክትረኽቦ ኢኻ። ዓሰርተ ሸውዓተ፣ ለይለትልቀድር ክሳዕ ፈጅሪ ትጸንሕ። ዓሰርተ ሸሞንተ፣ ነዛ ለይለትልቀድር ዘይጸዓረ፣